ሲስተር መድሂን ተስፋይ ይበሃል ኣባል ማሕበር ደናግል ደቂ ፍቅሪ እየ ኣዚ ካዓ ናይ ደናግል ደቂ ፍቅሪ ናይ ልምዓትን ማሕበራዊ ስራሕውትን የተሓባብር ኮኦርዲነይት ይገብር ብክልል ደረጃ ማሕበር ደናግል ደቂ ፍቅሪ ኣብ ትሕቲ ካቶሊካዊት ቤተክርስትያን ሰበኻ ዓዲግራት ኮይኑ ዝሰርሕ ትካል እዩ ኣብ ትሕቲ ካቶሊካዊት ቤተክርስትያን ትካል ኮይንና ክንሰርሕ ከለና ንሰርሖም ስፍሕ ዝበለ ስራሕቲ ኣለው። ናብ ካቶሊክ ቤተክርስትያን ስራሕቲ ምናልባት ዝርዝር ከይኣተኹ ብዛዕባ ማሕበር ደናግል ደቂ ፍቕሪ ክነግረኩም። ኣብ ትግራይ ብ ሽሕን ትሽዓተ ሚእትን ስሳን ሓሙሽተን ዓመተ ምህረት ቅድሚ ኣርብዓን ሸውዓተን ዓመት ኣቢልና ኢና መጺእና። ክንመጽእ ከለና መጀመርያ ከምዚ ሀዚ ኣጋጢሙ ዘሎ ንኢመርጀንሲ እየን ደናግልና ናብ መቐለ ዝመጻ። ሽዑ ኣጋጢሙ ንዝነበረ ረሃብ ንክሕግዛ ናይ ቤተክርስትያንን ናይ መንግስትን ዕድመ ተገይሩለን ኣብ ካምፕታት ክሕግዛ መጺኤን ብዙሕ ድኻታት እናሓገዛ እናኣለያ መፅየን። ሀዚ ከዓ ኣብ ልምዓትን ኣብ ማሕበራዊ ስራሕውትን ስፍሕ ዝበለ ኣገልግሎት እናሃብና ንርከብ። ንኣብነት ካብ ብዙሕ ውሑድ ንምጥቃስ ኣብ ጥዒና ክልተ ክሊኒካት ኣለዋና። ሓንቲ ናይ ዓይኒ ሕክምና ብጣዕሚ ዝፍለጥ እዮ መቐለ ዘሎ ስፔሻላይዝድ ኣይ ክሊኒክ ኣለና ናብ ዓሰርተ ሰለስተ ወረዳታት ዝሽፍን ማለት እዩ። እንደገና ካዓ ናይ ጥዒና ጣብያ እውን ኣለና ብዙሕ ናይ ሕክምና ስራሑቲ ኣማሊኡ ዝሰርሕ ጢዒና ጣብያ ብኣብ ትምህርቲ ካዓ ጠቅላላ ካቶሊክ ቤተክርስትያን ሓምሳን ክልተን ቤት ትምህርቲ ክህልዋ ኣብ ትግራይ ካብእን ሰለስተ መዋለ ህፃናት ናይ ደቂ ፍቅሪ እየን ሓደ ካዓ ቀዳማይ ደረጃ ትምህርቲ ቤት ኣሎና ኣብ ማይጨው። ብተወሳኺ ከዓ ስፍሕ ዝበለ ስራሕ ኣብ ምስ ትምህርቲ ኣተሓሒዝና ናይ ምግብና ፕሮግራም ጀሚርና ኣለና ደጊም ናብ ሳልሳይ ዓመትና ኣብ ሰለስተ ወረዳታት ትግራይ ኣብ ኣፅቢ ወንበርታ ኣብ ክልተ ኣውላዕሎን ኣብ ሓውዜንን ኣብ ሰላሳን ሽዱሽተን ቤት ትምህርቲ ካብ ሰኑይ ክሻብ ዓርቢ ናይ ምግብና ፕሮግራም ንልዕሊ ዕስራን ኣርባዕተን ሽሕ ዝኾኑ ተምሃሮ ንምግብ ኣለና ማለት እዩ። ካብ ትምህርቲ ወፃኢ ከዓ ኣብዚ ሀዚ ዘለናዮ ግቢ ኣባ ገብረሚካኤል ኣብ ኣፀጋሚ ኩነታት ንዝርከቡ ክልተ ሚእትን ሓምሳን ቆልዑ ሓገዛት ይግበር። ፎርማሊ ናይ ትምህርቲ ሓገዝ ይግበር፣ ኢንፎርማሊ ኣብ ዝተፈላለዩ ክለባት ተደራጅዮም ይሕገዙ፣ ናይ ምግብና ምሳሕን ቁርስን ፕሮግራም ኣለዎም፣ መዓት ስራሕውቲ ኣሎ። ከሕፅረልኩም ግን ክልተ ሚእትን ሓምሳን ኣብ ኣፀጋሚ ኩነታት ዝሕገዘሉ ግቢ ኢና ሎሚ መዓልቲ ዘለና። ብተወሳኺ ብፍላይ ንደቂ ኣንሽትዮ መራሕቲ ስድራ ገዛ ንዘይብለን ቅድም ክብል ኮንዶሚንየም ገዛውቲ እናተገዝኣ ብሽመን ነተሓላልፎ ነይርና። ኮንዶሚንየም ገዛውቲ ሀዚ ስለዘየለ፣ መሬት እናሃለወን ክሰርሓ ዓቕሚ ዝሰኣና ብጣዕሚ ኣብ ትሑት መነባብሮን ኣብ ፀገምን ዝርከባ ደቂ ኣንሽትዮ ኣለዋ ንኣታተን ገዛ ሰሪሕና ነረክበን እንደገና ከዓ ያው ንሽሙ ገዛ ተባሂሉ ብዙሕ ጥገና ዘድልዮም ገዛውቲ ዘለዎም ድኻታት እውን ኣለው ከም ሓፁር ከም ሽንቲ ቤት ከም ክሽኔ ከመድላይነቱ ንኣታቶም ከዓ ናይ ፅገና ስራሕውቲ ንሰርሕ ኣለና። ብተወሳኺ ሆስቴላት ኣለዋና። እዚ ሆስቴል እዙይ ካብ ገጠር ንዝመፃ ኣጓላት ናይ ትምህርቲ ዕድል ንዝሰኣና መንፈሳውን ሞራላውን ናይ ዝተፈላለየ ናውቲ ሓገዝ ተገይሩለን ምሳና ትምህርተን ንክቕፅላ ዕድል ይወሃበን ኣሎ ማለት እዩ። ካሊእ ኣብ ቤት ህንፀት ካብ ግዜ ናብ ግዜ ያው ሓገዝ የድሊ ኣብ ዝበሃለሉ ግዜ ሓገዝ እናገበርና ፀኒሕና ኢና። ደናግል ተመዲበን እቶም ካውንስሊንግ ዘድልዮም ናይ መንፈሳዊ ሓገዝ ንዘድልዮም ሓገዝ እናገበራ ፀኒሐን እየን። ኣብ ቀረባ ግዜ ከዓ ናብ ሰላሳን ሽዱሽተን ሰፈይቲ መኪና የድልያና ከምኡ ውን ንሕጻናት ምግብና የድልየና ኢሎም ፕሮፖዝ ብዝገበርዎ መሰረት ናይ ጸባ ፓውደር ጸባ ኣቕሪብናሎም ኣለና ማለት ዩ ንቤት ኣብ ቤት ህንጸት ንዘለዋ ደቂ ኣንሽትዮን ሕጻናት ቆልዑን። ጸዊዕናዮም ዘለና ኣርብዓን ሽድሽተን ኣዝዮም ኣብ ኣጸጋሚ ኩነታት ዝርከቡ ኣሕዋትናን ኣሓትናን ኢዮም ሎሚ ኣርብዓን ሽድሽተን ብቐዳማይ ክዓ ዓሰርተ ሰለስተ ቅድም ኢልና ዝሃብናዮም ጠቕላላ ሓምሳ ን ኣርባዕተ ን ተጠቀምቲ ዘለዎ ፕሮግራም እዩ ሶሻል ወርክ ፕሮግራም ኢና ንብሎ ወርሓዊ ያው ከም መጠ ከም ናይ ገዛውቶም ናብራን ኩነታትን ወርሓዊ ቅርሺ ይወስዱ ሎሚ መዓልቲ ኸዓ ጣፍ ዕስራን ሓሙሽተን ኪሎ ጣፍ ዝተጥሓነ ክልተ ኪሎ ሽኮር፣ ዘይቲ ሓሙሽተ ሊትሮ፣ ኣብ ክልቲኦም ክልተ ነጥቢ ሓሙሽተ ማለት እዩ፣ ሓንቲ ሳሙና፣ ብር ካዓ ንሕድ ሕዲኦም ን ሓሙሽተ ሚእቲ ቅርሺ ክንህቦም ኢና ፀዊዕናዮም ዘለና። ጥዒሙኒ ደስ ኢልኒ መድሃኔ ኣለሜ ኪዳና ምህረቲ ኣውዙይ ልውዓሉ መሲሎም ምሳና ደስ ኢልኒ። ኣነ ብናይ ለማዕንቲ ተለይኮነ ካብ ናጥንቲ ካብ ሰብዓይ ሸውዓተ ጀሚረ ኣነ ኣዚኣተን ናተሓገዝኩሉ ዝፀናሕኩ ሰብ እየ ብዙሕ ሰብ እዩ ድማ ተሓጊዙ ገዛ ዘይብሉ ገዛ ይሰርሓ ኣብ ጎደና ሓደር ኣቦይ እኖ ለይብሉ ድማ ላብ መዕቐቢ ገይረን ኣስተምሂረን ባዕለን ሓብሒበን ክሻዕ ድግሪ ያምርቓ እና ናዚኣተን ካብ ባሕሪ ብጭልፋ እዩ ማለት ክገልፅ ተደልየ ካብ ባዕለይ ጀሚሩ ደቀይ ኣምሂረናለይ ልባዕለይ ናጠወራኒ ዘላለም ጥንታውት ኮይነን ናሓገዛ ሰናይ ተግባር ናገበራኒ ዝፀንሓ እየን። ንመንግስቲ ይኹን ንትምህርቲ ቤት ይኹን ንሕክምና ይኹን ንኹሉ ዝፀገሞ ብምሉኡ ፀገሙ እናፈትሓ ዝፀንሓ ደቂ ፍቕሪ ደናግል ደቂ ፍቕሪ እየን እዚኣተን። ዘይቲ ለ
ሕሩጭ ጣፍ ለይመስል ሽንኮር ለይመስል ኣዋ ኹሎም ሃምናየን ኣሰር ተኸቲሎም ንክሕግዙ ዘሎ ዝፀገሞ ይኹን ዝሸገሮ ይኹን

ካታሱ ረግነኹዋ ምሰ ግነኹዋ ካቱ ረዲኤት ብዙሕ ልግነኹዎ እንደገና ትሕት ልበለ ቁሩብ ከካፍለ ኣለኒ እወ ቤተክርስቲያን ከይደ ከፍ ልበለ ድሕር ለይውለሊኒ እወ ከካፍል ኣለኒ እኒሀስ ተመስገን ዝሃር ይሃብኩም ልወሃቢ ሃቦ ልውሃበይ ሃቦ ኢደይ ይሕጸር እሕና ደማይ ጥራሕ ኣውለቆታ ናተኣከብና ሓደ ሓደ እኒሀ ወትሩ ለመና ካተይለ ካተይለ ኣይኾነ ኣነ ግና ፍቃዶ ዕርገት ከይርዳ ኢየሱስ ገለመለ ሃምዚ ሃምዚ ታጓለይ ዋእ ባዕልኻ ሓልያ ላልኩ እኒሀስ ግና ህዝቢ ዕድል ልውሃበ ሃበለይ ላልኩ ላመስገንኩ ይሓድር።
ትካል ዋላ ግለሰብ ኣነ ክብሎ ዝደሊ ቀዳማይ ፀላኢና ኣብ ትግራይ ይኹን ኣብ ኢትዮጵያ ድኽነት እዩ። እዙ ድኽነት እዙይ ታሪክ ንምግባር ቀትርን ለይትን ኩላትና ፅዒርና ክንሰርሕ ኣለና። እዙይ እንድሕር ተቐሪፉ ብዙሕ ሽግራትና ምስኡ ክቕረፉ ምስኡ እውን ክጠፍኡ እዮም ማለት እዩ። ካሊእ ምትሕግጋዝ ክጅምር እውን ብመሰረቱ ባህልና እዩ። ጎረቤትካ ፆሙ እናሓደረ ደቂስካ ኣይሕደርን ብፍላይ ቅድም ክብል ማለት እዩ። ሀዚ ኣብ ዝተወሰነ ዓማውቲ እዚ ባህሊ እዙይ እናጠፍኣ ምስ ጠፍኣ ኮረና ከዓ መሊሱልና ኣሎ ማለት እዩ። ኣብ ሕማቕ እውን ፅቡቕ ነገራት ከምዘጋጥም ባዕሉ ዝኸኣለ ትምህርቲ እዩ ስለዚ ንሽሕ ዓመት ዝነብር ሰብ የለን ሚእቲ ዓመት ዝነብር እውን ሰብ ፀጋ ብጣዕሚ ውሑዳት ብዝቁፀሩ ሰባት ስለዝኾኑ ክሻብ ዘለና ኩላትና ተመችዩና ክንነብር ተሓጋጊዝና ክንነብር ብሰላም ምእንቲ ክንነብር ተሓጋጊዝና ክንሓልፋ ይግባእ እዛ ሂወት እዛ ዓለም ሓጻር ዝኾነት ህይወትና ይብል ካሊእ ምናልባት ኣነ ብዙሕ ቀጥታ ዝረኣኽዎ ነገር ኣይኮነን ግን ብጣዕሚ ውሽጠይ ዝገርመንስ እግዚኣብሄር ካብ እንስሳ ፈልዩ ኣእምሮ ሂቡና ኣሎ ኣእምሮ ሂቡና ዘሎ ክንሓስበሉ ክንውስነሉ ሕማቕን ጽቡቕን ክንፈልየሉ እዩ ሀዚ ግን ኣብ ትራፊክ ፖሊስ ንርእ ዘብዐኛ ንርእይ ልዩ ሃይሊ ኣለው ብዙሓት ሓለውቲ ኣለውና ንምንታይ እንስሳ እዩ እምበር ሓላዊ ዘድልዮ ሰብ ሓላዊ ኣየድልዮን ስለዚ መንእሰያት ካልኦት ኣብ ዝተፈላለዩ ሱስን ኣብ ሕማቅ ልማዳትን ዘለው ሰባት ካብኡ ተኣሪምና ናይ መንግስቲ ኣንፈት ሰብ ሞያ ሕክምና ዝነግሩና ምኽርታት ካሊእ ሰብ ዝምዕደና ነገር ሰሚዕና ተኣሪምና ኣብቲ ሕማቕ ነገር ነሕልፎ ዝነበርና ግዜታት ኣብ ፍቕሪ ብጻይካ ምሕጋዝ ኣብ ጽቡቕ ነገር ናትና ኤነርጂ ክነውዕሎ ይግባእ እና ካብኡታት ተኣሪምና ክንነብር ሓደራ ይብል ኣብ መጨረሻ ከኣ መመስገንቲ ክንከውን ኣለና። ኩሉ ግዜ ዝብሎ ነገር እዩ ብፍላይ ካዓ ሰብ ከመስግን ዝግባእ ኣብ ፅቡቅ ግዜ ጥራሕ ኣይኮነን ኣብቱ ከቢድ ግዜ እውን ክነመስግን ክንክእል ኣለና ንምንታይ ኣምላክ ካብቱ ዘጉደለልና ዘብዘሐልና ብዙሕ ፀጋታት ኣሎ ስለዚ እቱ ፀጋና እቱ ዝተውሃበና ፀጋታት ተመስገን ክንብል ይግባእ ቅድሚ ሰላሳ ዓመት ቅድሚ ኣርባዓ ዓመት ዋላ ብክልል ደረጃ ትግራይ እንድሕር ሪኢና እንታይ ዓይነት ዓዲ ነይሩ ክንደይ ዝተምሃሩ ወለዲ ኣለውና ለምሳሌ ኣብዚ ዕድመ እዙይ እኳ ዘለና ንምንታይ ወለድና ዘይተምሃሩ ንምታይ ዕድል ዘይረኸቡ ክንሓትት ክንመራመር እዩ ዝግበእና ብዙሕ ምናልባት ዘይንገልፆም ነገራት እውን ክህሉ ይኽእሉ ካሊእ ሐዚ ማይ ድዩ መብራህቲ ድዩ መገዲ ድዩ ቤት ትምህርትታት ድዩ ናይ ጥዒና ትካላት ድዩ ቀደም ሰብ ብእግሩ ክከይድ እናደኸሞ ሐዚ ግን ኣብ መንደራት መዓት ቤት ትምህርትታት ኣሎ ብዙሕ ሃብቲ ብዙሕ ፀጋ ኣሎ ስለዚ ክነመስግን ይግባእ ኩሉ ግዜ ፀገም ኣለሽቲ ክንከውን ኣይግባእን ምክንያቱም እዙ ሃብትታት እዙ ፀጋታት ረኪብናዮ ዘለና ምናልባት ኮፍ ኢሎም ኩሉ ግዜ ንዘማርሩ ካብ ሰማይ ዝወረደ መና ክኸውን ይኽእል። ለይትን መዓልትን ሰሪሖም ባዕሎም ተሰዊኦም ሀዚ እውን ህይወቶም ሰዊኦም ንዘገልግሉ ሰባት ግን መና ካብ ሰማይ ኣይኮነን። ብፃዕሪ፣ ብድኻም፣ ብደም ዝመፅእ ዘሎ ስለዝኾነ ካሊእ ኩሉ እንተተስኣነና ክውሕድ ንዝገበረልካስ ወይ ግበረሉ ወይ ንገረሉ እንድዩ ዝብሃል። ካሊእ እንተተስኣነና ክነመስግን ክንክእል ኣለና። ዝከኣለና ብዙሕ ስለዝኾነ ከዓ ኣይከኣልን ዝብሃል ባህሊ ካብ በዓልትና ኣጥፊእና ዘለና ዓቕሚ፣ ዘለና ፍልጠት፣ ዘለና ግዜ ኩሉ ፀንቂቕና ኣብቶም ኣብ ኣፀጋሚ ንዝነብሩ ኣሕዋትና ንኹሉ ሕብረተሰብ ናትና ሓገዝ ንዘድልዮ ሕብረተሰብ ክንሕግዝን ባዓልትናን ፍልጠትናን ክነበርክት ሓደራ ክብል ይደሊ።